ኣስተውዕል ነብስኻ ደሓር ከኣ ኩሉ ዝዘራእናዮ ፍረ ከም ዝፈሪ ክንፈልጥ ኣለና ምስ ተራኸብና እንታይ ኢልና ንዘራረብ መብዛሕትኡ ሰብ ሰላም ሰላም ተኸታተልቲ ዕብየት ሜድያ ሎማዓንቲ ድማ ብሓደ ኣዝዩ ኣገዳሲ ኣርእስቲ ተመሊሰኩም ኣለኹ ሎማዓንቲ ብዛዕባ ኣብ ስደት ዝተዓዘብኮ ክልተ ዓይነት ኣተሓሳስባ ናይ መንእሰያት ክንዛረብ ኢና ካበየናዮም ምዃንካ ነብስኻ ባዕልኻ ድለያ እቶም ሓደ ሓላፍነት ዝወስዱ ኮይኖም ሂወቶም ባዕሎም ኮንትሮል ክገብርዎ ዝፍትኑ ሰባት እዮም። እዚኦም ንኣብነት እዚ ኩሉ ዝመጻኹ እዚ ኩሉ ስደት እዚ ኩሉ ከቢድ ጉዕዞ መጽየሲ ዓወተይ ወይ ሕልምታተይ ናይ ግድን ክበጽሕ እየ ኢሎም ዝዛረቡ ሰባት እዮም። እዞም ሰባት እዚኦም ኩሉ ኣብ ኢዶም ምዃኑ ዝፈልጡ ሰባት እዮም። ሓላፍነት ናብ ካልኦት ዘየጸግዑ። እቶም ካልኣይ እንድሕር ርኢና እቶም ካልእ ኣተሓሳስባ ዘለዎም ሰባት ግዳያት ወይ ዘይሓላፍነታውያን ኢለዮም ኣለኹ። እዚኦም ድማ ከማርሩ ጥራይ እትሰምዖም ሰባት እዮም። ንኣብነት ዓዲ ኣይጠዓመናን፣ ከም ተጸበናዮ ኣይኮነን፣ ታክስ በርቲዑ፣ ቋንቋ በርቲዕና፣ ስራሕ ክረክብ ኣይከኣልኩን ኢሎም ነቲ ነቲ ናቶም ህይወት ኣብ ክንዲ ባዕሎም ሓላፍነት ወሲዶም ክዕርይዎ ዝፍትኑ ናብቲ ናብ መንግስቲ ናብ ገለ ናብቲ ኩነታት ጽግዕተኛ ይገብርዎ። ንኣብነት እዚ ዝመጸናዮ መሪር ጉዕዞ ጉዕዞ ስደት ብዙሕ ሓይሊ ወዲኡልና እዩ ከመይ ኢልና ሰብ ክንከውን እዚ ኩሉ ሰጊርና መጺና ኣይጠዓመናን ኣብ ዓድኻ እዩ ጽቡቕ እምበር እዎ ኣብ ዓድኻ እዩ ጽቡቕ ኣብ ዓድና ግን ክነብር ኣይከኣልናን ዘለና ኣብዚ ግዜ እዚ እንታይ እሞ ክትገብር ኣለካ ክተማርር ጥራይ ክተማርር ክተማርር ዲኻ ክትሕልፎ ዘለካ እቲ ግዜስ ወላስ ባዕልኻ ሂወትካ ሓላፍነት ወሲድካ ክትዕርዮ ክትፍትን ሕጂ ኩሉ ግዜ ቅኑዕ ወይ ጌጋ ኢልና ክንፈርድ መን ክፈርድ ደለ ኣነ ንርእሰይ ክፈርድ ኣይደልን ወላ መጽሓፍ ቅዱስ ኣይትፍረዱ እዩ ድብል ግን እንታይ ክኸውን ደለዎ እቲ ሕቶ እታ ቅንዕቲ ሕቶ እንታይ ክትከውን ደለዋ ይሕግዘና ድዩ ንመጻኢናስ ወላስ ኣይሕግዘና ብፍላይ እንድሕር ከምዚ ናይ ግዳይ ምዃን ወይ ሓላፍነት ዘይምውሳድ ጸገም እንድሕር ኣለካ ንነብስኻ ፈትሻ ካብዚ ኩሉ መመኽንያታታት ሲ ትጥቀም ዲኻ ኣይትጥቀም ዲኻ ከምቶም ቀዳም ወዲኻ ሓላፍነት ዝወስዱ ወላስ ከምዞም ዘማሩ ግዳይ ናይ ስደት ዝኾኑ ሰባት ማለት እዩ እዞም ሰባት እዚኦም ሙሉእ ሓላፍነት ምውራድ ማለት ካልኦት ሰባት ወይ እቲ መንግስቲ ወይ እቲ ከቢድ ቋንቋ ትብሎ ዘለኻ ህይወትካ ክመርሖ ተፍቅዶ ኣለኻ ማለት እዩ ስለዚ ህይወትካ ብናትካ ኢድ ብናትካ ተሓስባ ዘይኮነት ትምራሕ ደላ በቲ ናይ መንግስቲ ትምራሕ ኣላ ማለት እዩ ስለዚ ካበየኖት ምዃንካ ኣስተውዕል ንነብስኻ። ደሓር ከኣ ኩሉ ዝዘራእናዮ ፍረ ከም ዝፈሪ ክንፈልጥ ኣለና። ምስ ተራኸብና እንታይ ኢልና ንዘራረብ? መብዛሕትኡ ሰብ ሕጂ ኣነ ወላ ኣብ ዝፈልጦም ሰባት ወላ እውን ንርእሰይ ኣነ ማለት እዩ ቅድሚ እዚ ሓበሬታ እዚ ምርካበይ ምስ ሰባት ኣብ ንራኸበሉ ግዜ ብዛዕባ ጸገም ጥራይ ኢና ንዘራረብ። ከመይ ከም ዘሎ ኩነታት ከመይ ኢሉ ኩሉ ከም ዝከበረ ድዩ ወላ ስራሕ ከም ዘይርከብ ገለ ኢካ ትዛረብ ክነስተውዕል ኣለና ምክንያቱ እቲ ትሕተ ወኒ ናትና እቲ ትሕተ ኣእምሮ ናትና ኣብ መንጎ ጸወታ ጸወታን ከምዚ ንጆክ ኢልና ንዛረቦን ሓቅን ኣይፈላልን እዩ ኩሉ ሓቂ ገይሩ እዩ ዝወስዶ ብኡ መጠን ከዓ ኩሉ ግዜ ከምዚ ግዳያት ኮይንና ከም ፈጠርቲ ወይ ህይወትና ኮንትሮል ንገብሮ ዘለና ዘይኮንናሲ ከም ግዳያት ኮይና ንዛረብ ስለ ዘለና ብኡ መጠን ከኣ ናትና ርእሰ ተኣማንነት እንዳ ጎደለ ይኸይድ ማለት እዩ። ብኡ መጠን ከኣ እቲ ህይወትና ካብ ዝኸፍኤ ናብ ዝበኣሰ እንዳ ጎደለ ይኸይድ። ስለዚ ኩሉ ግዜ እቲ ለውጢ ኣባና እዩ ክኸውን ደለዎ። ምክንያቱ እንድሕር ካልኦት ክልወጡ መንግስቲ ክልወጥ ወይ ዓድታት ንቕመጠሉ ለልና ክልወጥ ንጽበ ኣለና ክኸውን ኣይክእልን እዩ። እቲ ክልወጥ ዝኽእል ንሕና ጥራይ ኢና። እዚ እዩ እውን ዘይምዕጋብ ዘኸትል ዘሎ። ምክንያቱ ተዕዘብ እሞ መንግስቲ ክልወጠልካ ትደሊ ወይ ዓዲ ክልወጠልካ ትደሊ እንድሕር ከምኡ ዘይኮነ ሽዑ እስኻ ትቁጣዕ ኣለኻ ንነብስኻ ትሃሲ ማለት እዩ ስለዚ እቲ ለውጢ ኣባኻ እዩ ኩሉ ግዜ እንታይ እና ንዛረብ ምስ ከባቢና ምስ ሰባት ናትና ምክንያቱ ክትዕወት ተደሊኻ ወይ ኣብ ሂወት ክትዓቢ ተደኣ ደሊኻ እሱ እዩ ዕላምኡ እዚ ቻነል እዚ እዛ ቪድዮ እዚኣ ትሪኣ እንድሕር ኣለኻ እውን ንሱ እዩ እቲ ዕላማ ክትዓቢ ክትልወጥ እንድሕር ትደሊ ኣለኻ ኩሉ ግዜ ብነብስኻ ኢኻ ትጅምር ንኣብነት እዛ ኣብነት እዚኣ ንዕኡ ትገልጾ መስለኒ እንድሕር ኣብ በዓል ብራዚል ኣብ በዓል ኣማዞን ጫካ ናይ ኣማዞን ዝቑረፅ ዘሎ ግራብ እንድሕር ሕዝነካ ኮይኑ ወይ ሕርቐካ እንድሕር ኣሎ ዓለም ብኡ እንዳወዓየት ትኸይድ እንድሕር ኣላ ብክሊማ ማለት እዩ ለውጢ ናይ ክሊማ እስኻ ብዛዕባኡ ክትሓርቕ ዲኻ ደለካስ ወላ ኽኢልካ ንግሆ ንግሆ ተሲእኻ ወይ ኣብ ወርሒ ሓንቲ ሻዕ ገረብ ክተክል ኣብ ከባቢኻ ኣይናይ ዝቐለለ ገረብ ክትተክል ኣለካ እምበር ኩሉ ግዜ ብኻልኦት ዝገብርዎ እንድሕር ትሓርቕ ኣለኻ ንስኻ እውን ኢድካ እንዳተጠመርካ ኢኻ ትኸይድ ስለዚ ትገብሮ ኣዝዩ ውሕድ እዩ ስለዚ ፕሊስ ፕሊስ ፕሊስ እንታይ ኢልና ንዘራረብ ምክንያቱ ንዘርኢ ኢና ዘለና ዝተዘርአ ከዓ ኩሉ ግዜ ፍሪኡ ይዕፀድ እዩ ስለዚ እንታይ ኢልና ንዘራረብ ነንሕድና ምስ ተራኸብና እንታይ ኢልና ንዘራረብ ነስተውዕለሉ ቅድሚ ዓወታት ምጉንፃፍና ናይ ዓወት ኣረኣእያ ክህልወና ኣለዎ፣ ኣዘራርባና ናይ ዓወት ክኾን ኣለዎ፣ ኣቃውማና ናይ ዓወት ክኾን ኣለዎ፣ ነዕልሎም ዕላላት እውን ብዛዕባ ዓወት ክኾኑ ኣለዎም። ቅድሚ ምዕዋትና ንዓወት ዘኽይድ መገዲ ክንከዶ ክንክእል ኣለና። ስለዚ ነዞም ዘይትፈልጡኒ ስመይ ሳይሞን ዘርኡ ይበሃል። ኣብዛ ሓዳሽ ቻነለይ ቻነል ዕቤት ሜድያ ድማ ንዓና ይጠቕሙ እዮም ንሕብረተሰብና ክሃንፁ ይኽእሉ እዮም ዝበልክዎም ሓሳባትን ትዕዝብታትን እየ ዘቕርብ። ስለዚ ክሳብ ሎሚ ስድራ ናይዛ ቻነል ተዘይኮንኩም ሳብስክራይብ ግበሩ ላይክ ብምግባር ከኣ ናብ ካልኦት ዘይበጽሖም ኣሕዋትና ክዓብዩ ህርፋን ዘለዎም ንክበጽዕ ንደጋገፍ ንዓይ እውን ዓቢ ሓገዝ እዩ ስለዚ የቀንየለይ እዚኣ ትመስል ናይ ሎማዓንቲ ቪድዮ ስጋብ ዝመጽእ መዓልቲ ስጋብ ትመጽእ ቪድዮ ሰሰናዩ ቻው ቻው